ኣይሉን በርትዑ ኣሜን ጎይታሲ እንታይ በርትዑ ክብለና ከሎሲ በይንኹም ኮይንኩም በርትዑ ኣይኮነን ድብለና እ በርትዕ እብለካ እዩ ምስ ሰብ ግን ወላ ሓንቲ ይውስኸልካን እዩ መበርትዕሲ እዚ ኣላትኒ እሞ ኢሉ ድህበካ ነገር የለን ወይ ከዓ ከምዚ ከምዚ ጌርካ በርትዕ ኢሉ ድህበካ ተወሳኸኻ የለን ኣጆኻ በርትዕ ጥራሕ ድብለካ ምሽ ጎይታ ግን ከምኡ ይኮነን ድብል ብጎይታን በቲ ናቱ ጽኑዕ ሓይሊ ብእኡ ጌርኩም በርትዑ። ሕጅስ ናብኡ ኢኻ ትውከል ማለት እዩ። እሱስ ደገፍና እዩ፣ ዋልታና እዩ፣ ሓይልና እዩ፣ ዓቕምና እዩ ማለት እዩ። ጎይታ እግዚኣብሄር ይመስገን። ሕጂ ሃዋርያ ጳውሎስ ኣቐዲሙ ብዙሕ ድበሎም ነገር ኣሎ ኣብዚ ኤፌሶን ክጽሕፈሎም ከሎ ካብ ምዕራፍ ሓደ ብዛዕባ እቲ ብክርስቶስ የሱስ እግዚኣብሄር ኣብ ሰማያት ዝባረኸና ተዛሪቡ ኣሎ ከም ዝሓረየና ማሕተም ዕሩር መንፈስ ቅዱስ ከም ዝሃበና ንሱ ከኣኒ ዕርቡና ዕርቡን ርስትና ከም ዝኾነ ልዕሊ ኩሉ ሕንቅነታትን ሽመታትን ልዕል ዝበለ ጎይታ ከዓ ንዓና ከም ዝተዋህበ እንዳነገረ ድሕሪኡ ከዓኒ ኣብ መንጎ ኣይሁዳውያንን ኣብ መንጎ እስራኤላውያን ኣብ መንጎ ኣህዛብን ሓደ ከም ዝገበረ ኣብቲ ቤት መቕደስ ድማ ሓንቲ ኣካል ክኾኑ ብሓንሳእ ሓቢሮም ይህነጹ ከም ደለዉ እንዳ ተዛረበ እንደገና ንዓኣቶም ከኣ ይጽልየሎም ከም ድነበረ ተዛሪብዎም ምዕራፍ ሰለስተ ምዕራፍ ኣርባዕተ ድማ ነቲ ዝተጸዋዕኩምሉ ጽዋዓሲ ብቑዓት ኮይንኩም ክትመላለሱ እምዕደኩም ኣሎኹ ኢልዎም ሕጂ እቲ ብቑዓት ኮይኖም ዝመላለስሉ መገዲ እቲ ኣካይድኦም እዩ ማለት እዩ ብቕዓት ዘምጻኣሎም ብዛዕባ እቲ ኣካይዳ እዩ ተዛሪብዎም ማለት እዩ ምዕራፍ ኣርባዕተ እየ ድዛረብ ዘለኹ ማለት እዩ ነቲ ፀዋዕኹምሉ ፅዋዕ ብብቕዓት ኮይንኩም ክትመላለሱ ምዕደኩም ኣለኹ ምስ በለ ብትሕትና ዘበለ ብለውሃት ብህድኣትን ንሓድሕድኩም ብፍቕሪ እናተፃወርኩም ነቲ ሕብረት መንፈስ ማእሰር ሰላም ጌርኩም ክትሕልዎ ተጋደሉ ኢሉ ሹዓብ ንሓድሕዶም ከመይ ክኾኑ ከም ዝግብኦም ተዛሪብዎም ምዕራፍ ሓሙሽተ ከኣ ኣብ ሰብኣይን ሰበይትን ከመይ ክኾኑ ከም ዝግብኦም ተዛሪብዎም ምዕራፍ ሽዱሽተ ከኣ ኣብ መንጎ ፋሚሊ ኣቦ ኣደ ውሉድ ከመይ ክኾኑ ከም ዝግብኦም ተዛሪብዎም እንደገና ከኣ ኣብ መንጎ ጎይቶትን እቶም ተገዛእትን ከኣ ከመይ ክኾኑ ከም ዝግብኦም ከምቲ ኣምላኽ ዚደልዮምሲ፣ ኣብ ኵሉ ጽፍሕታት ከመይ ኪዀኑ ኸም ዚግብኦም ምስ ተዛረቦም፣ ሽዑ እንታይ ኢልዎም? ብዝተረፈስ ኢሉ ማለት እዩ፣ ክ Conclusion ኪገብረሉ ኸሎ ነቲ መዕጸዊ ነቲ መጽሓፍ፣ ብዝተረፈስ ኢልዎም፣ ብዝተረፈስ ብጐይታን ብጽንዓት ሓይሉን በርትዑ። እቲ ቅልስናስ ምስ መናፍስት ምስ ሕልቅነታትን ስልጣናትን ምስ ናይ ጸልማት ገዛእቲ ዓለምን ምስ መናፍስቲ እከይን ኣብ ሰማያት እዩ እምበር ምስ ስጋን ደምን ኣይኮነን እሞ ንፍሕሶ ሰይጣን ምቅዋሙ ምእንቲ ክትክእሉስ ኩሉ ኣጽዋር ኣምላኽ ልበሱ ስለዚ ብዘ በታ እክይቲ መዓልቲ ምቅዋም ምእንቲ ክትክእሉ ኩሉ ምስ ኣስለጥኩምውን ደው ክትብሉስ ብዘሎ ኣጽዋር ኣምላኽ ኣልዕሉ ደጊም ሕቁኹም ብሓቂ ተዓጢቅኩም ድርዒ ጽድቂ እውን ተኸዲንኩም ቁሙ። ነቲ ናይ ወንጌል ሰላም ምድላው ኣብ ኣእጋርኩም ከም ኣስኣን ኣእቲኹም ደው በሉ። ምስናይ እዚ ኩሉ ነቲ ናይቲ ክፉእ ርሱን መንትግ ዘበለ ከተጥፍእሉ እትኽእሉ ዋልታ እምነት ኣልዕሉ። ናይ ምድሓን ቁርዓ ርእሲ ኣእትዉ፣ ናይ መንፈስ ሰይፊ እውን ማለት ቃል ኣምላኽ ሓዙ። ብኹሉ ጸሎትን ልማኖን ኩሉ ሳዕ ብመንፈስ እናጸሌኹም እሞ ምስናይ እዚ እውን ብኹሉ እናተጸመምኩም ስለ ኩሎም ቅዱሳን ብጸሎት ንቕሑ ኢልዎም። ስለዚ እቲ ኩሉ ክኾንዎ ዝግብኦም ምስ ተዛረቦም ምስ ተዛረቦም ምስ ተዛረቦም ብጎይታ በርትዑ ምኽንያቱ እቲ ቅልስ ምስ ስጋን ደምን ኣይኮነን ኢሉ። ሕጂ ቅልስ ኣሎ ኣብቲ ትውዕሎ ቅልስ ኣሎ ኣብ ፋሚሊ ቅልስ ኣሎ ሓቀይ ኣብ ስራሕ ኣብቲ ስራሕ ትውዕሎ ቅልስ ኣሎ ኣብ ናሓድሕድካ ኣብ ማሕበር ኣምላኽ ቅልስ ኣሎ ኤቭሪ ዌርስ ቅልስ ኣሎ ማለት እዩ። ሕጂ እቲ ቅልስና ግን ምስቲ ፊዚካል ፐርሰን ኣይኮነን እቲ ቅልስናሲ ምስ ስጋን ደምንሲ ኣይኮነን እዩ ድብል ደሎ እቲ ቅልስሲ ምስ ካልኦት እዮም መን እዮም ንሶም ሕልቅነትን ምስ እቲ ቅልስናስ ምስ ሕልቅነትን ስልጣናትን ምስ ናይ ጸልማት ገዛእት ዓለምን ምስ መናፍስቲ እከይን ኣብ ሰማያት ኣብ ሰማያት ክብል ከሎ ሕጂ ኣብዚ ኣየር ማለት እዩ ኣብዚ ኣየር እዮም ድማ ድመላለሱ መናፍስቲ እከይ ስለዚ ምስኦም ይደሎ እቲ ቅልስ እምበር ምስ ስጋን ደምን ኣይኮነን ምስ ከማኻ ሓውኻ ኣይኮነን ምስ ከማኻ ሰብ ኣይኮነን ስለዚ ከምኡ ክትገብር ምእንቲ መጀመርያ እንታይ ግበር ብጎይታን ብጽንዓት ሓይሉን በርትዑ ሕጂ በርትዕ ሕጂ ፊዚካሊ ኮንካ ንሰይጣን ትገጥመሉ ሕጂ ፊዚካሊ ኣይኮነን በርትዕ ድብለካ ኣሎ መንፈሳዊ ብርትዐ ክትብርትዕ ትኾይንካ ካብ ጎይታ ኢኻ ትወስዶ እቲ ብርትዐ ብጎይታ ኢኻ ትብርትዕ ናብኡ ኢኻ ትውከል ማለት እዩ ብእምነት ኢኻ ደው ትብል ብቃሉ ኢኻ ደው ትብል ብመንፈሱ ኢኻ ደው ትብል ሽዑ እቲ ድመጽእ መንፈሳዊ ውግእ ከኣ በቲ ኣብ በቲ ምውካልካ ዝኣክል ኣብ ጎይታ ዘለካ ቃል ኣምላኽን መንፈስ ኣምላኽን ምስ ጎይታ ምውካልን ኢኻ ትስዕሮ ማለት እዩ ኣምላኽ ይመስገን ስለዚ ናይ ኣምላኽ ሰባት ክንርኢ ከለና ገለ ከጋጥሞም ከሎስ ባዕላቶም ኣይኮኑን ብርቱዓት ነይሮም ዳዊት ሕጂስ ኣብ ዝኣተዎን ኣብ ዝወጾንሲ ስዒሩ እዩ ድመጽእ ነይሩ ይኮነን ግን ዳዊትሲ እንታይ እዩ ዝውከሎ ነይሩ እንተኢልናስ ኣብ ቀዳማይ ሳሙኤል ምዕራፍ ሰላሳ ቁጽሪ ሽዱሽተ እንድሕር ርኢናስ ዳዊት ግና ብእግዚኣብሄር ኣምላኹ ጸንዐ እብለና ሕጂ እንታይ ኣጋጢምዎ ኔሩ ኣብቲ ግዜ እቲ ን ኣብ ሓንቲ ከተማ ኣብ ሓንቲ ጺግላግ ትብሃል ዓዲ ካብ ሳኦል እንዳሃደመ ከሎስ ፍልስጤማውያን እዮም መስለኒ እቶም ዝሃብዎ ተዘይተጋግየ ኣብቲ መሬት ናቶም እዩ ድቕመጥ ነይሩ ሕጂ ኣንስቱኡ ነይረን ደቁኡ ነይሮም እቶም ካልኦት ከኣ ኣርባዕተ ሚእቲ ዝኾኑ ሰራዊት ነይሮምዎ ምስኡ ድቕመጡ መምስ ፋሚልኦም ማለት እዩ ካብ ካብ ሳኦል ሃዲሞም ድመጹ ሕጂ ናብ ካልእ ቦታ ከጥቅዑ ምስ ከዱ ንሳቶም ናብ ውግእ ብድሕሪኦም ኣንስቶምን ደቆምን ተወሲደን ብምሉኦም እቲ ጥሪቶም ተወሲዱ ንብረቶም ተወሲዱ ገዝኦም ሓዊ ነዲዱ ዋላ ሓንቲ ነገር ኣይተረፎምን ስለ ዝተመጹሲ ምንም ነገር ተስፋ ዘለዎስ ኣይነበረን ማለት እዩ ስለዚ እቲ ሰራዊት ብምሉኡ በኽዩ በኽዩ በኽዩ በኽዩ በኽዩ በኽዩ ክሳዕ ዝደኽሙ ምስ በኸዩ ሽዑ ከኣስ እምኒ ልዒሎም ንዳዊት ክቐትልዎ ሕጂ ዳዊት ጽብብ እያ ኢላቶ ብዚኣ በቲ ከም ሰቡ ፋሚሊኡ ተወሲዶም ኣለዉ ናቱ ንብረት ውን ጠፊኡ ኣሎ በቲ ድማ ገዛእ ኣሕዋቱሲ እቶም ምሳኻ ክንከውን ኢና ኢሎም ካብ ሳኦል ሃዲሞም ድመጹስ ክቀትልዎ ዳርባ እምኒ ኣልዒሎሞ ዳዊት ግን ኢልና ሕጂ ባእ ብመን ጸኒዑ ብእግዚኣብሄር ኣምላኹ ጸንዐ። እግዚኣብሄር ይባረኽ ኣሜን። ሕጂ መዓስ እዩ ጽንዓት ዝድሌካ ክትፍተን ከለኻ ማለት እዩ። እቲ ቅልስናስ ምስ ስጋን ደምን ኣይኮነን ምስ መናፍስቲ እከይ እንድዩ ድብል ደሎ። ስለዚ ከምዚ ዓይነት ጭንቀት ፈተና ከጋጥመካ ከሎስ ምስቶም ኣሕዋቱ ኣይኮነን ትውግእ ማለት እዩ። ምስ ስጋን ደምን ኣይኮነን። ስለዚ ዳዊት ግና ብእግዚኣብሄር ኣምላኹ ጸንዐ ኢሉና ኣምላኽ ይባረኽ። ኩሉ ግዜ ዳዊት እንታይ ይብል ነይሩስ መዝሙር ዳዊት ምዕራፍ ሓምሳን ሽዱሽተን ቁፅሪ ሰለስተ ተርእናስ በቲ ዝፈርሃሉ ግዜስ ኣብ እግዚኣብሄር ይእውከል ኢሉ ኣብ ዝኾነ ግዜ ዘጋጥሞ ዳዊት ኩሉ ግዜስ ኣብ እግዚኣብሄር ስለ ዝውከል እዩ ዝስዕር ነይሩ ኣምላኽ መስገን ስለዚ ናይ ኣምላኽ ሰባት ኣብ እግዚኣብሄር ብምውካሎም ብጎይታን ብፅንዓት ሓይሉን ደው ብምባሎም ብእምነት ናብኡ ብምውካሎም እዮም ድስዕሩ ነይሮም እምበር ሓያላት ስለ ዝኾኑ ባዕሎም ኣይኮነን እቲ ፊዚካል ሓይሊ ናቶም ኣይኮነን ክስዕሩ ዝገብሮም ነይሩ እግዚኣብሔር ይመስገን ስለዚ ንዓና ከኣ እንታይ ይብለና ኣሎ ቅልስ ኣሎ እቲ ቅልስ ግን ምስ ስጋን ደምን ኣይኮነን እሞ ስለዚ ብዝተረፈስ እንታይ ግበሩ ኣሕዋተየ ብጎይታን ብጽንኣት ሓይሉን በርትዑ ኢልና እግዚኣብሔር ኣምላኽ መስገን ስለዚ ኩሉ ግዜ ጸላኢ ከም ዘሎስ ኣዌር ኢዮም ኔሮም እቶም ናይ ኣምላኽ ሰባት ኩሉ ግዜስ እዚ መን ኢዩ እዚ ዝጸሓፋ ንኤፈሶን ሃዋርያ ጳውሎስ ሲ ኣብ ኩሉ ቦታታት ንሰይጣን ሲ ይጠቕሶ ኢዩ ማለት ኢዩ ክንመጽእ ሓሲብና ኔርናስ ግን ሰይጣን ዓገተና ብል ንዓኣቶም ከኣ ቅልስናስ ምስ ስጋን ደምን ኣይኮነን ምስ መናፍስቲ እከይ እዩ ዝብል። እቲ ፈታኒ ፈቲኑኩም ከይከውን ከኣ እብሎም ማለት እዩ ክጽሕፈሎም ከሎ ንሰብ ኤፈሶን ከኣ እይ ምን ንሰብ ቆረንጦስ እቲ ፈታኒ ፈቲኑኩም ከይከውን ይብል ሕጂ ጸላኢ ከም ደሎሲ እንዳስተውዓሉ ኣዌር ኮይኖም እዮም ድመላለሱ ነይሮም ማለት እዩ እቶም ናይ ኣምላኽ ሰባት ስለ ጸላኢ ኣሎ ግን ኣምላኽ ኣሎ ካብኡ ዝዓቢ ናብኡ እንድሕር ተወኪልካ ከኣ ምስዓር ኣሎ ዓወት ኣሎ እግዚኣብሔር ኣምላኽ ይመስገን ኣብ ካልእ ከኣ እንታይ ኢሉ ኣሎ ኣጽዋር ውግእናሲ ስጋዊ ኣይኮነን ግን ንምፍራስ ጽኑዕ ዕርድታትሲ ብርቱዕ ኢልዎ ኣጽዋር ኣለና ስጋዊ ኣይኮነን ንምፍራስ ናይ ሰይጣን ዕርድታት ከኣ ብርቱዕ እዩ እግዚኣብሔር ኣምላኽ ይመስገን ዋላ ጽኑዕ ይኹን እቲ ዕርድታት እምበር ዘፍርስ ኣጽዋር ኣለና ኢሉ እግዚኣብሔር ኣምላኽ ይመስገን ስለዚ ኩሉ ግዜስ ምስ ካልእ መንግስቲ ውግእ ከም ደሎ ጸላእት ከም ደለና እግዚኣብሔር እቲ ዓቢ ከኣ ምሳና ከም ዘሎ ኣጽዋር ውግእ ከም ዘለና እንዳ ሓሰበ እዩ ዝጽሕፍ ኔሩ ማለት እዩ ጳውሎስ ኩሉ ግዜ ኣብዚ ቃላቱ እንተ ርኢና ኣብ ካልእ ቦታ ከኣ እንታይ ኢልዎም ኣብ ኤፌሶን ምዕራፍ ኣርባዕተ ከኣ ቁጽሪ ዕስራን ሸውዓተን ንሰይጣንሲ ወይ ከኣ ንድያብሎስ ስፍራ ኣይትሃብዎ ኢሉ ስለዚ ድያብሎስ ዝብሃል ኣሎ ማለት እዩ ኩሉ ግዜ ሰፈር ዝደሊ እ ብሓሳብካ ሰፈር ተሂብካዮ ወይ ኣብ መንጎኻ ሰፈር ተሂብካዮ ሰይጣንሲ ዝሰርሕ እዩ ማለት እዩ ስለዚ ንሰይጣን ስፍራ ኣይትሃብዎ ሕጂ ንስዓር ንሰይጣን ሰፈር ስለ ንህቦ ጥራሕ እዩ ኣይትጠቅምን ኢኻ ብለካ ኣይትኽእሎን ኢኻ ብለካ እዚ ናትካ ጉዳይ ከቢድ እዩ ብለካ እ ከማኻ ዝተወጽዐ ሰብ የለን ይብለካ እ ከማኻ ከም ዝደጋጠሞ ሰብ ይብለካ ኩሉ ሓሶት እዩ ብዘየገድስ እንታይ ኣጋጢሙና ግን እግዚኣብሔር ዓብይ እዩ ናትካ ሕማም ዓብይ ይብለካ እ? ናትካ ሽግር ዝኸ- ናትካ ሽግር ዝኸበደ ይብለካ ናትካ ነገር ዓብይ እዩ ዘርእየካ ምክንያቱ እስኻስ እዚ ሽግረይ ዓብይ ኢልካ ብኡ ክትተሓዝ እሞ እምነት ከተጥፍእ ንሱ ከኣ ክስዕረካ ምእንቲ እዩ ማለት እዩ ግን ኣምላክና ይዓቢ ካብ ኩሉ ሽግራት ሕጂ ናይ ዳዊትሲ ከቢድ ዶ ኣይነበረን ኩሉ ነገሩ ከምኦም በጺሕዎስ ብገዛ ኣሕዋቱ ከኣ መሊሶም ከኣ ክሃርምዎ ክደልዩ ከለዉ ግን ንሱሲ ክንደይ ድድው ድብልሲ እግዚኣብሔር ኣምላኩ ጸንዐ ደሓርከ ከይዱስ ኣምሊስዎም እኮ እዩ ስለ ድጸንዐ ነቲ ካህን ጸዊዕዎ እስኪ ንኣምላክ ሕተተልና ከነርክቦም ዶ ክንከይድ ከነርክቦም ዲና ሕተቶ ንኣምላኽ ኢሉ ናብቲ ጫውጫውሳ ኣየስተውዓለን ማለት እዩ ሽዑ እሱ ከኣ ኪድ ይብለካ ኣሎ እግዚኣብሄር ኢሉ ከይዱ ካብኦም ዝተረፈ ሓደ ባርያ ግብጻዊ ረኺቡ ንዑ ሓቲትዎ ሓቢርዎ ኣምሊስዎም ከኣ ምርኮ ኣምሊሱ ጎይታ ይባረኽ ኣሜን ብመን ጸኒዑ ብእግዚኣብሄር ጸኒዑ ብእግዚኣብሔር ኣምላኹ ጸንዐ ሕጂ እንታይ ግብረ መልሲ ንገብር ኣብ ግዜ ሽግር ኣብ ግዜ ፈተና ከጋጥመና ከሎ ብጣዕሚ ኣገዳሲ እዩ እቲ ንወስዶ ግብረ መልሲ ብጣዕሚ ኣብ ሂወትናስ ወሳኒ ነቲ ሽግርና ካብ ኣምላኽ ኣዕቢና እንድሕር ርኢናዮ ድኹምሽ ኢና ክንብል ማለት እዩ ግን ብእግዚኣብሔርን ብጎይታን ብጽንዓት ሓይሉን በርትዑ ንጢሞቴዎስ ከኣ እንታይ ኢልዎ ኣታ ወደየ ኢሉ ኣብ ካልኣይ ጢሞቴዎስ ምዕራፍ ክልተ ካብ ሓደ ክሳዕ ሓሙሽተ እንተርኢና ኣታ ወደየ በቲ ኣብ ክርስቶስ የሱስ ዘሎ ጸጋ ደልድል ኢልዎ ብመን ደልድል በቲ ኣብ ክርስቶስ የሱስ ዘሎ ጸጋ ደልድል ኢሉ። ዓቀይታይሲ ክኸይድ ከሎሲ ነቲ ዘዕቀዮ ምእንቲ ከሐጉሶስ ብመነባብሮኡስ ኣይጠላለፍን እዩ እሞ ኣይትጠላለፍ ኢልዎ። ብጐይታ ደልድል እሞ ከም ንፉዕ ናይ ክርስቶስ የሱስ ወተሃደር ኰይንካ ምሳይ መከራ ጽገብ ኢልዎ። ጐይታ ይባረኽ። ስለዚ ከም ወተሃደራት ኢና ማለት እዩ። ወተሃደርሲ ምስ ካልእ መንግስቲ እዩ ኩሉ ሻዕ ዝቃለስ። ስለዚ ካልእ መንግስቲ እላ ግን ጻዕሪት መንግስቲ እላትና። እንደገና ከኣ እንታይ ኢልዎ ዝቃለስ ከኣ ኢሉ ዝቃለስ ከኣኒ ምእንቲ ክዕወትሲ ብኩሉ ነገር መጢኑ እዩ ዝቃለስ ኢሉ ስለዚ ሓደ ከም ተቃለስቲ ኢና ማለት እዩ መቃልስቲ ኣለና ካልእ ድማ ከም ወተሃደራት ኢና ከኣ ማለት እዩ መዋግእቲ መንግስቲ ኣላትና ስለዚ ከም ወተሃደር ከም ንፉዕ ወተሃደር ኩን ኢልዎ ከምቲ መጢኑ ዝቃለስ ከኣ ከምኡ ከኣ ተቃላሳይ ከኣ ኩን ኢሉ እዩ ድመኽሮ ደሎ ንጢሞቴዎስ ግን ከምኡ ክትከውን ምእንቲ እንታይ ግበር በእቲ ኣብ ክርስቶስ የሱስ ዘሎ ጸጋ ደልድል ኣሜን ስለዚ ናብ ክርስቶስ ተደጊፍካ ኢኻ ትስዕር ማለት እዩ ብጎይታ ዋላ ክትጽሊ እኮ ዓቅሚ የብልካን ናብ ጎይታ ተደይ ተወኪልካ ክትጽሊ ዓቕሚ የብልካን፣ ክትዋጋእ ዓቕሚ የብልካን፣ ከተንብብ ዓቕሚ የብልካን፣ ወላ ሓንቲ ነገር መንፈሳዊ ነገር ክትገብርሲ ዓቕሚ የብልናን። ግን ኣብ ጎይታ እንድሕር ተወኪልና ግን ንሱ እዩ ዝድግፈና እግዚኣብሄር ኣምላኽ ይመስገን። ያ ስለዚ ረድኤትና እሱ እዩ። ኣብ ዕብራውያን ምዕራፍ ኣርባዕተ ቁጥሪ ዓሰርተ ሽዱሽተ ከዓ እንታይ ኢሉ ምሕረት ምእንቲ ክንቅበል ንረድኤትና ዝኸውን ጸጋ ምእንቲ ክንክ- ክንረክብ ከዓ ብትብዓት ናብ ዝባን ጸጋ ንቕረብ ኢሉ እንታይ ምእንቲ ክንረክብ ምሕረት ክንቅበል ተደሊና ዋላ ምሕረት ተድሊና ካልኣይ ከኣ ጸጋ እንተደሊና ከኣ ካብ ጎይታ ረድኤት ምእንቲ ክንቅበልሲ ብትብዓት ንቕረብ ጎይታ ትኽእል እንዲኻ ኣብዚ ከምዚ ኮይነ ኣለኹ ግን ትኽእል ኢኻ ኢና ንብሎ ማለት እዩ እዛ ሽግረይ ከምዚ እያ ደላ ዋላ ዓብይ ይምሰል ግን ትኽእል ኢኻ ከመይ ኢልና ንቕረብ? ብትብዓት። ናብ ዝፋን ጸጋ ኣምላኽሲ ብትብዓት። ሕጂ ብጐይታ በቲ ናይ ጐይታ ጸጋ ደልድል እንዲልዎ ሕጂስ ብእምነት ቀሪብካ ኢኻ ጸጋ ትቕበል ካብ ጐይታ። ኣይንድስ ጐይታ ምሕረት ደልየ ጸጋ ደልየ በቃ ብትብዓት። እግዚኣብሄር ኣምላኽ ከኣ ደስ እንዳበሎ እዩ ዝድግፈና። እግዚኣብሄር ኣምላኽ ይመስገን። ኣሜን። ስለዚ ሰይጣን ሸለል ድበሃል ኣይኮነን ብርግጽ ጸላኢ ኣለና ክንፈልጥ ኣለና እቲ ቅልሲ ምስ ስጋን ደምን ኣይኮነን እቲ ዝገጥመካ ዘሎ ኩሉሲ ስቅ ኢሉ ኣይኮነን ዝገጥም ዘሎ ማለት እዩ ሓንሳእ ጥዑይ ጸኒሐ ክትብል ከለካ ምትሳእ ትስእን ካበይ መጽዩ እ ኣታክ ዝገብር መንፈስ ኣሎ ኩሉ ደሓን ኣለኩ ጽቡቅ ኮይነለይ እንዳበልካ ኦብስታክል ይመጽእ ካበይ መጽዩ ጸላኢ ኣሎ ግን ኣጆኻ ብጎይታን ብጽንዓት ሓይሉን በርትዕ ዝቅልስና ምስ መናፍስቲ እከይ እምበር ምስ ስጋን ደምን ኣይኮነን ይክኣል እዩ ብጎይታ ይጠሓስ እዩ ብጎይታ ይብጻሕ እዩ ብጎይታ ይውጻእ እዩ ብጎይታ ኣምላኽ ይመስገን ጎይታ የሱስ ክርስቶስ ብዙሕ ግዜ ብዛዕባ ሰይጣን ተዛሪቡ ኣሎ ሓቀይ ሕጂ ንሰይጣንሲ ንርስዖ ርእስቲ ኣይኮነን ሰይጣን ዝበሃል ጸላኢ ኣሎና ሕጂ ብዛዕባኡ ክንፈርሕ ኢል ደይኮነሲ ንፍሕሶ ሰይጣን ፈሊጥናስ ናብ ጎይታ ክንጽጋዕ ኣጽዋር ክንለብስ እዩ እቲ መፍትሒ ሰይጣን ድበሃል ኣሎ እሞ ወይለና ንፍራሕ ገለመለ ኣይኮናን ንብል ደለና እ ሰይጣን ዝበሃል ጸላኢ ኣሎ ቅልስ ኣሎ ግን ኣጆኹም ብጎይታን ብጻናን ሓይሉን በርትዑ ኣጽዋር ከኣ ልበሱ ኢሉ እዩ መኺርዎም ንሰብ ኤፈሶን ግን ሰይጣን ዝበሃል ጸላኢ የለን ም ኣይስቂሉ እዩ ሰይጣን ከኣ ጥራሕ ኣይኮናን ንብል ማለት እዩ ንሰይጣን ምንዓቕ ደሓን እዩ ንዓ ንንዓቆ ግን ግቡእካ ተደይ ጌርካ ድማሲ ቀሊል ጸላኢ ኣይኮነን ማለት እዩ ስለዚ እንታይ ንግበር ብጎይታን እስኪ በሉ ብጐይታን ብጽንዓት ሓይሉን በርትዑ። ድሕሪኡ ከኣ ኣጽዋር ልበሱ፣ ኣጽዋር ከኣ እታ ሓንቲ ልበሱ እያ፣ እታ ሓንቲ ከኣ ኣልዕሉ እያ ማለት እዩ፣ ክንሪኣ ኢና ጸኒሕና። ዝልበስ ኣጽዋር ኣሎ፣ ዝለዓል ኣጽዋር ከኣ ኣሎ። ስለዚ ብጐይታ በርትዑ፣ ሽዑ ኣጽዋር ልበሱ፣ ኣጽዋር ከኣ ኣልዕሉ። መገዲ ዓወት እዩ ደርእየና ደሎ እምበሪ ንሰይጣንሲ ከም ደሎ ከማን ሽሙ ይተልዕልዎ ገለ ኣሕዋት ሰሚዐ ኣለኹስ ሽሙ ከማን ኣይተልዕልኦ በጃኺ ንሰይጣን ድብሉ እ ዋእ እሞ ጎይታ ድኣ ንምንታይ ኣልዒልዎ እ ጳውሎስ ድኣ ንምንታይ ኣልዒልዎ እ መጽሓፍ ቅዱስሲ ብዛዕባ ሰይጣን ብዙሕ እዩ ዝነግረና ኣንቢብክሞ ኣለኹም ሓቀይ ብዛዕባ ሰይጣን ደይ ምዝራብሲ መንገዲ ዓወት ኣይኮነን ንሰይጣን ከመይ ጌርካ ከም ትስዕሮ ምፍላጥ እዩ መገዲ ዓወት። እግዚኣብሔር ይመስገን ስለዚ ብጎይታን ብጽንዓት ሓይሉን ንበርትዕ እቲ ቅልስና ምስ መናፍስቲ እከይ እዩ ኢሉ ቅልስ ኣሎ ምስ መናፍስቲ እከይ ግን ዓወት ከ ኣሎ ብጎይታ እንድሕር ጸኒዕካ ወይ እንድሕር በርቲዕካ እዩ እምበር ሽሙ ከማን ኣይተልዕልዎ እሱ በቃ ኢልናሲ ንርስዖ ነገር ኣይኮነን። ጎይታ የሱስ ክርስቶስ እንታይ ኢሉ ኣብ ዓለም ከለኹም ጸበባ ኣለኩም ግና ከ ኣጆኹም ኣነ ንዓለም ስዒረያ እየ ሕጂ ጸበባ የለን ኣይበለን ፈተና የለን ኣይበለን መከራ የለን ኣይበለን ዓወት ግን ኣሎ ስለዚ ኣጆኹም ኣነ ንዓለም ስዒረያ እየ ኢሉና እግዚኣብሔር ይመስገን ኣብ ምዕራፍ ዓሰርተ ከዓ ወንጌል ዮሃንስ እንታይ ኢሉ ፀዊዕዎ ሰራቂ ብጀካ ክሰርቅን ክሓርድን ከጥፍእን እምበር ካልእ ክገብር ኣይመፅን ኢልዎ መን እቲ ሰራቂ ሰይጣን እኮ እዩ ሰራቂ ኢልዎ ጎይታ እኮ እዩ ንሰይጣን ስመን ኢሉ ጸዊዕዎ ሰራቂ ኣብ ካልእ ምዕራፍ ከኣ እንታይ ኢልዎ ኣብ ብሓሶት ቀታሊ ክሰርቅን ክሓርድን ከጥፍእን እዩ ዝመጽእ ኢልዎ ኣነ ግና ህይወት ምስ ዝተረፉ ክረኽባ ተናባጊ እየ ዝመፃኹ ኢሉ ጎይታ ይባረኽ ኣሜን ስለዚ በዚ ሰራቅን ሓራድን ኣሎ እተን ኣባጊዕ ግን ጎይታ ድጓስየን ግን ንሱ ከይሓርደን ከየጥፈእንሲ ህይወት ምስ ዝተረፉ ክህበን ድመፀ ኣሎ ሕጂ ናይተን ኣባጊዕ ግደ እንታይ ኢሉ ድምፀይ ይሰምዓ ኢሉ ኣሜን ድምፂ ጓስአን ሰምዓ ሕጂ ፈሎው ይገብሮ ድምፂ ካልእ ከዓ እንታይ ይገብራ ኢሉ ይገልባ ምሽ ሕጂ ንምንታይ ምግላብ ማለት ምህዳም ማለት እዩ ምሽ እንዳጎየኻ ምኻድ እዩ ስለዚ ድምጺ ካልእ ተሰሚዐን ካብኡ ይሃድማ ድምጺ ጓሰን ከኣ ጽን ኢለን ይሰምዓ እሞ ደድሕሪኡ ከኣ ይኸዳ እግዚኣብሔር ይመስገን ኣሜን ስለዚ ጸላኢ ኣሎ መፍትሒ ከኣ ኣሎ ጸላኢ ኣሎ ቅልሳ ኣሎ ግን ብጎይታን ብጽንዓት ሓይሉን በርትዑ ጸላኢ ኣሎ ንኣባጊዕ ዝበልዕ ግን ሓላዊ ኣሎ ጎይታ ይባረኽ ናብቲ ሓላዊ ተጸጋዕ ድምጹ ስማዕ ህደም ናብኡ ገጽካ። ንሰይጣን ስፍራ ኣይትሃብዎ ኢሉና ጳውሎስ ጎይታ ይባረክ ኣሜን ስለዚ ንሰይጣን ደይ ንፈርሖ ኣብ ትሕቲ ጽላል ጎይታ ስለ ዝኮና ጥራሕ ኢና ማለት እዩ ንሱ ጓሳና ስለ ዝኮነ ድምጹ እንዳ ሰማዕና ከኣ ስለ ንስዕቦ እዩ ማለት እዩ እቲ ውግእ ከኣ ጎይታ ስዒርዎ እንዲ ንሰይጣን ግን ሕጂ ክፍትነና ከሎ ድማ ኣጽዋር ሂብና ኣሉ ጎይታ ይባረክ ኣብ ካልእ ከኣ እንታይ ኢሉ ኣሎ ብዛዕባ ሰይጣን ጎይታ የሱስ ዝበሎ ኣብ ማቴዎስ ዓሰርተ ሽዱሽተ ዓሰርተ ሸሞንተ እንታይ ኢሉ ንባሕበረይሲ ደጌታት ሲኦል ኣይሕይልዋን እዮም ኢሉ መርሖታት መንግስተ ሰማይ ክበካ እየ ን- ንማሕበረይ ቅድም ኣብዛ ከውሒ እዚኣ ክሃንፃ ኢሉ ደጌታት ሲኦል ከኣ ኣይሕይልዋን እዮም ትኸውሒ መን እዩ ክርስቶስ እዩ ትኸውሒ ብዛዕባ ርእሱ እዩ ዝዛረብ ነይሩ ማለት እዩ ኣን- ሰባት መን ይብሉኒ ምስ በለ ገሊኦም ኤርምያስ ይብሉኻ፣ ገሊኦም ኤልያስ ይብሉኻ፣ ገሊኦም ሓደ ኻብ ነብያት ድተስእ ኣሎ ይብሉኻ ኢሎም ነጊሮምዎ፣ እስኹምከ መን ትብሉኒ? ኢልዎም። ንስኻ ደኣ ክርስቶስ ወዲ ህያው ኣምላኽ ኢኻ ኢሉ። ሕጂ ኣብዛ ከውሒ እዚኣ ክሃንጻ እየ፣ ሕጂ ኣብታ ክርስቶስ ወዲ ህያው ኣምላኽ ኢኻ ኢሉ ዝኣመነ ሰብ በታ እታ እምነት ናይ ክርስቶስ ዘላቶ ሰብ እዩ ዝህነጽ ማለት እዩ። ስለዚ እቲ ከውሒ ኸኣ ኣብ ቆረንጦስ መን ኢልና ኣሎ? እቲ ዚስዕቦም ዝነበረ ከውሒ ኻብኡ ሰትዮም እዮም ኢሉ ምስ ንእስራኤላውያን፣ እቲ ከውሒ እቲ ኸኣ ክርስቶስ እዩ ኢሉ፣ ምዕራፍ ዓሰርተ ቀዳማይ ቆሮንቶስ። ስለዚ ናትና ከውሒ ዝተሰረትናሉ ክርስቶስ እዩ፣ ገለ ሰባት ጴጥሮስ እዩ ዝብሉ ምሽ? ጴጥሮስ ግን መሰረት ኮይኑስ ኣይንሪኦን ኢና ኣብ መጽሓፍ ቅዱስ። ካብቶም ሰረትቲ ሃዋርያት እዩ ደኣ እምበር መሰረት ኣይኮነን። ምላኽ መስገን ስለዚ ክርስቶስ እንታይ ድብል ደሎ ንማሕበረይሲ ኣብዛ ከውሒ እዚኣ ክሃንጻ እየ እሞ ደጌታት ሲኦል ኣይሕይልዋን እዮም ኣይሕይልዋን እዮም ማለት ኣይሕምቕዋን እዮም ምሽ ኣይስዕርዋን እዮም ምክንያቱ ኣብቲ ከውሒ ስለ ዝተሃንጸት መርሖታት መንግስተ ሰማይ ክበካኤ ኣብ ምድር ዝኣሰርካዮ ኸ ኣብ ሰማይ እሱር ክኸውን ኢሉ ኣብ ምድር ፈታሕካዮ ኸ ናብ ሰማይ ፍቱሕ ክኸውን ስለዚ ናይቲ ናይታ ማሕበር መፍትሕ ድሓዘት እንታይ እዩ ስራሓ ኣብ ምድሪ ክትኣስርን ክትፈትሕን ማለት እዩ ተዘይ ፈቲሓ እንተደይ ኣሲራን ከ ሕጂ ናትና ናታ ናትና ግደ ኣሎ ማለት እዩ ናይ ጎይታ ግደ ኣሎ ናትና ግደ ከ ኣሎ ስለዚ ንማሕበረይ ደጌታት ሲኦል ኣይሕይልዋን እዮም ምኽንያቱ መርሖታት መንግስተ ሰማይ ሂበካ ኣለኹ ኢሉ ኣብ ምድሪ ዝኣሰርካዮ እንታይ ክኸውን ኢሉ ኣብ ሰማይ እሱር ክኸውን፣ ኣብ ምድሪ ዝፈታሕካዮ ከኣ ፍቱሕ ክኸውን። ስለዚ ኣብ ምድሪ እንተ ክልኪልናዮ፣ ንሰይጣን እንተ ከልኪልናዮ ይኽልከል፣ እንተ ኣፍቂድናሉ ከኣሲ ይሰርሕ ማለት እዩ። ስለዚ ሱቕ ስለ ድበልና፣ ሰይጣን ስለ ዝነዓቕናዮ ጥራሕ፣ ኣይ ስለ ዝበልናዮስ ስቕ ኣይብልን እዩ። ንሕና ብቃል ኣምላኽ መሰረት ብስልጣን ደው ከነብሎ እዩ ቃል ኣምላኽ ድዛረበና ደሎ ማለት እዩ። ጎይታ ይባረኽ ስለዚ ጎይታ የሱስ ክርስቶስ ባዕሉስ ብዛዕባ ሰይጣንሲ ነጊርና ኣሎ ብስመይ ኣጋንንቲ ከተውፅኡ ኢኹም ከኣ ኢልና ኣሎ ምሽ ስለዚ ሰይጣንሲ እታ ማሕበር ስቕ ኢላ ስለ ዝረኣየቶ ኣይኮነን ደይሰርሕ ስለ ዘውፅኣቶ እዩ ዝሰርሕ ማለት ደይሰርሕ ሰይጣንሲ ካበይ ረኺብና ኢና ክነውፅኦ እ ካብ ዝኣተዎ ኩሉ እ ካብ ዝኣተዎ እ ኣብ ማእከልካ ዝኣትዩ ተውጽኦ ኣብ ማሕበር ዝኣትዩ ተውጽኦ ኣብ ሰባት ኣትዩ ተረኺብካዮ ተውጽኦ ምሽ ንሰይጣን ስፍራ ኣይትሃብዎ ምሽ ኢሉ ስፍራ ረኺቡ ተጸኒሑ ከ ተውጽኦ ምሽ እወ ኣብ ሰባት ከኣ ብሕማም ሒዝዎም ተጸኒሑ ከ ተውጽኦ ፕሮሰስ ገይርዎም ተጸኒሑ ከ ተውጽኦ ስለ ስራሕ ኣለዋ እታ ማሕበር ማለት እዩ እ ሰይጣንሲ ሱቕ ስለ ዝበልካ እሞ ብዛዕባኡ ስለ ዘይተዛረብካ ስለ ዝነዓቕካዮ ጥራሕሲ ኣይሰርሕን ማለት ኣይኮነን። ዝስራሕሲ ኣሎ። ኣምላኽ ይመስገን። ስለዚ ጎይታ ጎይ ኣብ ምዕራፍ ዓሰርተ ከኣ ቁጽሪ ዓሰርተ ሸሞንተ እንታይ ኢልዎም? ኣብ ሉቃስ ሉቃስ ዓሰርተ ቁጽሪ ዓሰርተ ሸሞንተ እም፣ ተመንን ዕንቅርቢትን ኩሉ ሓይሊ ጸላኢ ክትረግጹ ስልጣን ሂበኩም ኣለኹ ኢሉ። ዝጎድኣኩም ከኣ የለን። ተመን ነቲ ተመን ረጊጽካዮስ ኣይጎድኣካን እዩ፣ ነቲ ዕንቅርቢት ረጊጽካዮስ ኣይጎድኣካን እዩ፣ ተመንን ዕንቅርቢትን ኩሉ ሓይሊ ጸላኢ ክትረግጹ ስልጣን ሂበኩም ኣለኹ፣ ዝጎድኣኩም ከኣ የለን። ስለዚ ምርጋጽ ናይ መን ስራሕ እዩ? ናህና ምሽ? ስለዚ ሱቕ ኢልካ እግርኻ ከምዚ ጌርካሲ ኣይኮነን ሰይጣን ዝሰዓር ማለት እዩ፣ ንስኻስ ኣብ ልዕሊኡስ ክትወጽእ ክትክእል ኣለካ። ኣምላኽ ይመስገን ያ ስለዚ ተመንን ዕንቅርቢትን ክትረግጹ ስልጣን ሂበኩም ኣለኹ ሽዑ ኣይጎዳእኩምን እዩ ከዓ ኩሉ ሓይሊ ጸላኢ ካ ኢሉ ንዕኡ ጥራሕ ደይኮነሲ ነቲ ሓይሉ ተላይ ነቲ ተመንን ነቲ ዕንቅርቢትን ትረግጽ ነቲ ናቱ ሓይሊ ከዓ ኣይጎድኣካን ሓቀይ እንዲ ከማ እንዳ ትብል ተመንን ዕንቅርቢትን ኩሉ ሓይሊ ጸላእን ክትረግጹ ኩሉ ናቱ ሓይሊ ኣሜን ኩሉ ናቱ ሓይሊ ምክንያቱ ብጎይታን ብጽንዓት ሓይሉን በርቲዕካ ስለ ዘለካ ኩሉ ሓይሊ ጸላኢ ክትረግጽ ስልጣን እዩ ተባሂብካ ኣለካ ዝጎድኣኩም ከኣ የለን ጎይታ ይባረክ ኣሜን ያ ስለዚ ጎይታ ባዕሉ እዩ ከምኡ ኢልና ማለት ነታ ማሕበርሲ ብዛዕባ ሰይጣን እንታይ ክትገብር ከም ዝግባኣ እዩ ዝዛረባ ዘሎ ንሰይጣን ኣውጽዎ ኢልና ርገጽዎ ኢልና ኣይጎድኣኩምን ኢልና ንሰይጣን ጥራሕ ደይኮነ ከኣ ኩሉ ናቱ ሓይሊ ዘበለ ከኣ ኢሉ ማለት እዩ ክትረግጹ ስልጣን ሂበኩም ኣለኹ ኣብ ምድሪ ዝኣሰርኩሞ ከኣ ኣብ ሰማይ እሱር ክኸውን እዩ ኢሉና ጎይታ ይባረ ጴጥሮስ ከኣ እንታይ ኢሉ ቀዳማይ ጴጥሮስ ምዕራፍ ሓሙሽተ ቁጽሪ ሸሞንተ ብዛዕባ ሰይጣን እንታይ ኢሉ ዲያብሎስ እቲ መጻርርትኹም ከም ዝጓዝም ኣንበሳ ዝውሕጦ ደልዩ ይዘውር ኣሎ እሞ ተጠንቀቑ ንቕሑ ብእምነት ጸኒዕኹም ተቓውምዎ ኢልዎም። ሰይጣን እንታይ እኩም ኢልዎም? መጻርትኹም ኣብቲ ቅልስ ኣለና ኢሉ ማለት እዩ ቅልስ ተቓላሳይ ማለት እዩ ኣብዚ ከኣ መጻርርቲ ኢልዎ ኣብ ካልእ ከኣ ፈታኒ የሱስ ፈታኒ ኢልዎ ሰራቒ ኢልዎ ቀታሊ ኢልዎ ነዚ ኩሉ ክገብር እዩ ድመጽእ ማለት እዩ። ሰራቂ ብጀካ ክሰርቅን ክሓርድን ከጥፍእን ኢሉስ ንካልእ ምክንያት ኣይመጽን እዩ ስለዚ ኣምላኽ መስገን ጴጥሮስ ከኣ እንታይ ድብል ደሎ ዲያብሎስ እንታይኩም መጻርትኹም እንታይ እዩ ዝደሊ ከኣ ክመጽእ ከሎ ዝውሕጦ ዝውሕጦ ካልእ ስራሕ ኣይብሉን ምጥፋእ እያ ስርሑ ምቕታል እያ ስርሑ ምዕናው እያ ስርሑ ዝውሕጦ ደልዩ ከም ዝጓዝም ኣንበሳ ይዘውር ኣሎ ንስኹም ግን እንታይ ግበሩ፣ ብእምነ ተጠንቀቑ ኢሉ፣ ንቕሑ ቅድም ኢሉ፣ ሽዑ ኸኣ ብእምነት ጸኒዕኩም ከኣ ተቓወምዎ። ጐይታ ይባረኽ። ሕጂ ንሰይጣን ክትቃወሞ ከለኻሲ ኣንጻሩ ደው ምባል እያ በቃ። ያእቆብስ እንታይ ኢሉ፣ ንድያብሎስ ተጻረርዎ፣ ንኣምላኽ ቅረብዎ ንሱ ኸኣ ክቐርበኩም እዩ፣ ንሰይጣን ከኣ ተጻረርዎ ንሱ ኸኣ ካባኻትኩም ክሃድም እዩ ክብል ከሎ፣ ኣንጻር ሓሳቡ ደው ምባል እያ እታ ምጽራር ከምዚ ኣብ ልብካ ፍርሓት ከሎ ብሽም የሱስ እንዳበልካ ዝከይድ ከይመስለና ወይ ከኣ እቲ ናቱ ሓሳብ ገና ኣብ ውሽጥና ከሎሲ ብሽም የሱስ ስለ ዝበልናስ ኣይከይድን እዩ ሰይጣን ጥራሕ ብመትከል ኣንጻሩ ደው ተይልካ ይከይድ እዩ ሰይጣን ሕጂ ንምሳሌ ስረቅ ስረቅ ተይሉካሲ እታ ናይ ስርቂ ድሌት ኣብ ልብካ እንድሕር ኣላ ሰይጣን ብሽም የሱስ ኢልካዮ ይከይድ ድዩ እታ ድልየት እያ ከተልግስ ዘሎዋ መጀመርያ ሓቀይ እጂ እንድሕር ደይደለኻ እስኻ ግን ነወይ ኣነ ኣይሰርቕን እየ ቃል ኣምላኽሲ ሰሪሕኻ ብላዕ ተጻሒፉ እዩ ኢልካ ብመትከል ደው ተይልካሲ ተወዲያ ብመትከል ኢኻ ደው ትብል ኣንጻር ሰይጣን በቲ ጽሑፍ መሰረት ከምዚ ተጻሒፉ ዘሎ ጎይታ የሱስ ከምኣ እንዲ ኢልዎ በቃ ክጸውም ኣብዚ ኣብዚ ደለየሉ ግዜስ ብላዕ ኢልዎ ምሽ ኖ ብእንጌራ ጥራሕ ኣይንበርን እዩ ኢልዎ ጽሑፍ ኣሎ ስገደለይ ኢልዎ ንኣምላኽካ ስገድ እዩ ጽሑፍ ኢሉ ንኻልእ ኣይስገድን እዩ ጽደፍ ኢልዎ ንእግዚኣብሔር ኣምላኽካ ኸኣ ኣይትፈትኖ ኢልዎ ኪድ ኣታ ኪድ ኪድ ኪድ ኪድ ክብል ክሳዕ ኣይወዓለን ምሽ ብመትከል ኢኻ ደው ትብል ኣንጻር ሰይጣን ኣንጻሩ ደው ከም ዝበልካ እንተፈሊጡ በቃ እዚ ቦታ ሂበንን እዩ ኢሉስ ከይዱ ኣሎ ማለት እዩ ጎይታ ይባረኽ ኣሜን ስለዚ እዚኦም እዚኦም ናይ ኣምላኽ ሰባት ኩሎም ሲ ብዛዕባ ሰይጣን ተዛሪቦም እንታይ ክግበር ከም ዝግብኦ ተዛሪቦም የሱስ ክርስቶስ ባዕሉ ከዓ ብዙሕ ተዛሪቡ ብዛዕባ ሰይጣን ሕጂ ጳውሎስ እንታይ ኢልና ኣብታ ምዕራፍ ሸ- ሓሙሽተ ምዕራፍ ሽዱሽተ ድሕሪ ተመሊስና ትቕልስና ምስ ሕልቅነታትን ስልጣናትን ምስ ናይ ጸልማት ገዛእቲ ዓለምን ምስ መናፍስቲ እከይን ኣብ ሰማያት እዩ እምበር ምስ ስጋን ደምን ኣይኮነን እሞ ንፍሕሶ ሰይጣን ምቁዋም ምእንቲ ክትክእሉስ ኢሉ ስለዚ እንታይ ክትክእሉ ምእንቲ ንፍሕሶ ሰይጣን ምቁዋም ክትክእሉ እንታይ እዩ ፍሕሶ ሰይጣን ምኽሪ ሰይጣን ምህዞ ሰይጣን ሓሳብ ሰይጣን ንዓኻስ ዓሊምዎ ድመጸ ማለት እዩ ብመይ ብመይ ይምጻእ ሕማም ዲሒዩ ዝመጽዩ ፈተና ዲሒዩ ዝመጽዩ ሓጥያት ዲሒዩ ዝመጽዩ ባእሲ ዲሒዩ ዝመጽዩ ጽልኢ ዲሒዩ ዝመጽዩ ካብ ስራሕ ከውጽኣካ ዲዩ ዝኾነ መቸስ ይፍሕስ ዩ ሓዳር ክብትን ዲዩ እ ድኾነ ኩሉ ክፉእ ዘበለ ንኣኻ ምህዛ ውዒሉ ቅድም ዩ ስትራተጂ ደውጽ ሰይጣን ስቅ ኢሉ ሓሳብ ምጽ ኢልዎ ኣይኮነን ድገብሮ ባይ እዚ ጎይታ የሱስ ክርስቶስሲ ደጌታት ሲኦል ኣይሒልዉን ኣይሕይልዋን እዮም ምስ ኢሉ ሕጂ እቲ ደጌታት እንታይ እዩ መሲልኩም ምኽሪ ዝምከሮ ቦታ እዩ ሕጂ ኣብ እስራኤልሲ እቶም ዓበይቲ ዓዲ ክመኽሩ ከለዉ ኣብቲ ደጌታት ናይታ ከተማ ኮይኖም እዮም ድመኽሩ ሕጂ ብናትና ቋንቋ እንታይ ኢና ንብሎ ባይቶ ኣኼባ ሕጂ ኣብ ዓድታት እንተ ሪኢኹም እንድዒ ኣብ ከተማ ከመይ ይፈለጥኩን ኣብቲ ዳዕብኡ ኩሉ ሃገረሰብ ግን ባይቶ ኣሎ እቲ ዓዲ ድእከብሉ ሰብኡት ጽላል ደለዎ ከውሒ ኮፍ መበሊ ገለ መለ ደለዎ ኣብኡ ኮይኖም እዮም ድእከቡ እቶም ሰብኡት ምክሪ ድመክሩ ናይ ብዛዕባ እቲ ዓዲ ድዛረቡ ብዛዕባ ዳንነት ድገብሩ ኩሉ ድግበር ማለት እዩ ኣኼባ ህጂ ብባይቶ እዩ ድጽደቅ ማለት እዩ ኩሉ ነገር ድገብርዎ ህጂ ሰይጣን ናይ ሰይጣን ባይቶ ከኣ ኣሎ እቲ ደጌታት ክብል ከሎ ኣብ መጽሓፍ ቅዱስ ማለት እዩ ደጌታት ሲኦል ኣይሕይልዋን እዮም ማለት ምክሪ ባይቶ ናታቶም ድተገበረ ኩሉ ኣጀንዳ ሲ ኣይሰርሕን እዩ ኣሜን ሕጂ መኺሩ እዩ ዝመጽእ ማለት እዩ ፍሕስ ኣቢሉ ሓሲቡ በቃ በዚኣ ክንኣትዎ ኢና በታ ከምዚ ጓሉ በታ ክኣትዎ እየ በቲ ወዱ ክኣትዎ እየ ብሰብኣያ ክኣትዎ እየ ብ ብ ኢሉ ይመጽእ ብስራሓ ክመጽእ እየ ብጥዕናኣ ክመጽእ እየ ኢሉ መኺሩ መኺሩ መጽእ ይጽሕፉ እዮም ይልእኹ እዮም ከኣ ተላኣኽቲ ኣለውዎም ማለት እዩ ብዙሓት መናፍስቲ እከይ ኢልዎም ኣሎ ኣጋንንቲ በብዓይነቶም ኣለውዎ ኣርባዕተ ዓይነት እዮም ኣብዚ ዘለዉ እንተሪኢኹሞም ሕልቅነታትን ሽመታትን ቅልስና ምስ ሕልቅነትን ስልጣንን ምስ ናይ ጸልማት ገዛእቲ ዓለምን ምስ መናፍስቲ እከይን ኢሉ ሕጂ ተዋረድ ኣለውዎም ማለት እዩ ደረጃታት ሕጂ ነቶም ማጋንንቲ ይልእኽዎም ማለት እዩ ባይቶ ገይሮም ንሶም ከኣ እንተ ብሰብ ድዮም ክመጹ ባዕሎም ድዮም ክመጹ ነቲ ዝተሓንጸጸ ኣጀንዳ ሒዞምዎ መጹ። ሽዑ ነዚ ነዚ ፍሕሶ እዚ ምህዞ ማለት እዩ ፍሕሶ ምሽ ነዚ ፍሕሶ ነዚ ምህዞ ምቅዋም ክትክእሉ እዩ ዝብለና ዘሎ ሕጂ ማለት እዩ ስትራተጂ ውጽኦም እዮም ዝመጹ ምቅዋም ምእንቲ ክትክእሉ እንታይ ግበሩ ነቲ ንፍሕሶ ሰይጣን ምቅዋም ምእንቲ ክትክእሉ ኩሉ ኣጽዋር ኣምላኽ ልበሱ። ኩሉ ትደሎ ብዚ ማለት እዩ እቲ ዝደሎ ኣጽዋር ኩሉ ልበስዎ። ሕጂ ኣብቲ ኣጽዋር ከንብብ ከለኹ ገሊኦም ድልበሱ እዮም ገሊኦም ከኣ ድለዓሉ እዮም። ትሕት ኢሉ ከኣ እንታይ ኢሉ? ልበሱ ምስ በለ ብዚ በቲ ኣኪቲ መዓልቲ ምቅዋም እቲ መዓልቲ እንድዮም መዲቦም ደለዉ ንዓኻ ንዓይ ንኹላትና እኪቲ መዓልቲ በቲ ኣኪቲ መዓልቲ ምቅዋም ምእንቲ ክትክእሉ እንታይ ክትገብሩ ምእንቲ ክትክእሉ ምቅዋም ክትክእሉ እታ ቀዳመይቲ ንፍሕሶ ሰይጣን ምቅዋም ምእንቲ ክትክእሉ ኣብዚኣ ከኣ በቲ ኣኪቲ መዓልቲ ምቅዋም ምእንቲ ክትክእሉ ኩሉ ምስ ኣስለጥኩምውን ደው ክትብሉ ተቃዊምኩምሲ ወዲእኩም ሰጒግኩምዎስ ደው ምባል ምእንቲ ክትክእሉ ኢሉ ኣስሊጥኩም ብዘሎ ኣጽዋር ኣምላኽ ኣልዕሉ። እታ ቀዳመይቲ ልቦስ ኢያ ምሽ ኣብዚኣ ከኣ ኣልዕሉ። ሕጂ እተን ኣጽዋር ተሪእናየን ገሊኤን ድልበሳ ኢየን ናይ ምድሓን ቁራዕ ርእሲ ይልበስ ኢዩ ምሽ? ጫማኸ ይልበስ እዩ እቲ ናይ ወንጌል ጫማ ናይ መንፈስ ሰይፍኸ ተልዕሎ ኢኻ ምሽ እወ እቲ ድርዒ እቲ ድርዒ ጽድቂ ከኣ ትለብሶ ኢኻ ስለዚ ዝልበሱ ኣለዉ ዝለዓሉ ኣለዉ ከም በዓል ዋልታ እምነት ከኣ ልዕሉ ኢሉ ምሽ ብኢድካ ኢኻ ተልዕሎ ከምዚ ጌርካ ዋልታ እምነት ተልዕሎ ናይ መንፈስ ሰይፊ ተልዕሎ ተኻልእ ከኣ ደኣትሎ ማለት እዩ ስለዚ ልበስዎም ኣልዕልዎም ክልቲኡ ግበሩ ከም ወተሃደር ኩሉ ነገር ዕጡቓት ኩኑ ምእንቲ ምቅዋሙ ክትክእሉ ነቲ ፍሕሶን እታ ካልኣይቲ ከኣ እንታይ ኢሉ እቲ እክይቲ መዓልቲ እታ እክይቲ መዓልቲ ፍሒስዋ ድመጽእ እሱ ሓሲብዋ ደሎ ስትራተጂ ምቅዋም ክትክእል ምእንቲ ኩሉ ግዜ ተዓጢቅካ ጽናሕ ኩሉ ግዜ ለቢስካ ጽናሕ ኩሉ ግዜ ኣጽዋር ሒዝካ ጽናሕ መእተዊ ደይብሉ እግዚኣብሔር ይመስገን ደሓር ነተን ኩለን ኣፅዋር ልበሱ ምስ በለ እታ ናይ መወዳእታ ኣፅዋር ፅሒፍዋ ደሎ እንታይ እዩ ቁፅሪ ዓሰርተ ሸውዓተ ናይ ምድሓን ቁራዕ ርእሲ ኣእትዉ ናይ መንፈስ ሰይፍ እውን ማለት ቃል ኣምላኽ ሓዙ ምስ በለ ሽዑ ቁፅሪ ዓሰርተ ሸሞንተ ከዓ ብኩሉ ጸሎትን ልማኖን ኩሉ ሳዕ ብመንፈስ እናጸሊኹም እሞ ምስናይ እዚ እውን ብኩሉ እናተጸመምኩም ስለ ኩሎም ቅዱሳን ብጸሎት ንቕሑ። እዚ ኩሉ ዝካል ኣጽዋር ምስ በልካ እታ መወዳእታ ሽዑ ሬዲ ኮንካ ኣጽዋር ሒዝካ ብመንፈስ ምጽላይ እዩ ሽዑ ማለት እዩ። ጸሎት ከይተወሰኾ እቲ ካልእስ ኣየስልጥን እዩ በይኑ። ብምንታይ ከኣ ጸሊ ክትጽሊ ከለኻ ብመንፈስ ብመንፈስ ጸሊ ብመንፈስ ተመሪሕካ ጸሊ ብቋንቋ ከኣ ጸሊ ክልቲኡ የስምዕ እዩ ማለት እዩ። ብመንፈስ ጸልዩ ክብል ከሎ መንፈስ ቅዱስ እንዳመርሓካ ምጽላይ ክኸውን ይኽእል እዩ። ብቋንቋ ምጽላይ ከኣ ከስምዕ ይኽእል እዩ ቀዳማይ ቆሮንጦስ ምዕራፍ ዓሰርተ ኣርባዕተ ቁጽሪ ዓሰርተ ኣርባዕተ ብቛንቋ ጓና እንትጽልኹስ መንፈሰይ ድጽሊ ኢሉ ኣሎ ኣብ ካልእ ከኣ ብደገፍ መንፈስ ቅዱስ ከኣ ክጽልዩ ከኣ ነጊርዎም ኣሎ ንሰብ ፍሊጲ ሃዋርያ ጳውሎስ ስለዚ ንመንፈስ ቅዱስ ክድግፈና እንድሕር ደኣ ንሰረንደር ጌርና ከኣ ይድግፈና እዩ ክንጽሊ ከለና ጎይታ ይባረኽ ሕጂ ዝበዝሕ ብቋንቋ ብዝጸለናዮ ሓሳብ ኣምላኽ ንጽሊ ኢና። ውግእ ይደግፍ ብውግእ ክንጽሊ ይመርሓና። ባዕልኻ ብሽም የሱስ ካብ ክትብል ትውዕል ብቋንቋ ጽልይ ምስ ወዓልካ ባዕሉ ናብ ውግእ ከእትወካ ከሎ ዝበለጸ እዩ። ጎይታ ይባረኽ። ኣሜን። ስለዚ ንነዊሕ ሰዓታት ብቋንቋ ተጸሊና እቲ ስትራተጂ ይፈልጦ እዩ መንፈስ ቅዱስ ከመይ ጌሩ ከም ደጸልየና። ስለዚ ኣብቲ መደምደምታሲ ብመንፈስ ጸልዩ ኢልና ድሎ ማለት እዩ። ኩሉ እታ ኩሉ ኩሉ ምስ ለበስካ ኩሉ ምስ ኣልዓልካ ሽዑ ጸልዩ ኢልና ኣሎ። ጎይታ ይባረኽ። ሓንተዎ ሓንቲ ቪድዮ ይርኢ ነይረ ሲ ብዛዕባ ብ መንፈስ ምጽላይ ገለ ቪድዮታት ይርኢ ነይረስ She prayed for nine hours ኢሉ ማለት እዩ ምጽዋት ሓደ ሰብኣይ ክትምስክር ማለት እዩ። ዘን What happened? ድሕሪኡ ከ እንታይ እዩ ኮይኑ ኢሎም ማለት እዩ ድሕሪ ትሽዓተ ሰዓት ብቋንቋ መጸለየት ሕጂ ሓወቦይስ ኣብ ኮማ ነይሩ ኢላ ብዙሕ ግዜ እዩ ዝጽለዮ ነይሩ ኣብ ልዕሊኡ ቃል ኣምላኽ ይእወጁ ይእውጁ ነይሮም እቶም ፋሚሊ ድሓር ግን እንታይ እዩ ጥቕሲ ናብ ልበይ መጽኣ ኢላስ እዚ እዚ ከምዚ ዓይነት መንፈስ ብዘይ ጾምን ጸሎትን ኣይወጽእን እዩ ድብል ሲ ከምኡ ሓሳብ ምስ መጸንስ እሞ እዚ እውን ምናልባት ጾምን ጸሎትን የድልዮ ኸውን ኢለ ጾምን ጸሎትን ሒዘ ክጽሊ ጀሚረ ኢላ ካብኡ ንትሽዓተ ሰዓት ብቋንቋ ጸለየ ስለቲ ሓወቦኣ እያ ትጽሊ ደላ ኣብ ገዛ ኮይና ሽዑ ኣሞይ ደዊላ ካብቲ ሆስፒታል ሲ ተሲኡ ነቂሑ ኢላትኒ ኢላ ኮማ ኣብ ኮማ እዩ ነይሩ ኣብ ኮማ ስለዚ ሲ የስልጥ እዩ ዝያዳ ካብቲ ንሕና በእምሮና ንጽልዮ ንላዕሊ ብመንፈስ እንተጸሊና ስለዚ ኣጸቢቕና ብመንፈስ ንጸሊ ብጎይታን ብጽንዓት ሓይሉን ንበርትዕ ኣጽዋር ኩሉ ንልበስ እቲኤን ኣብዚኣ ዘለዋ ኣጽዋር ተመሊስኩም ክትሪእዎን ትኽእሉ ኢኹም ስለ ትፈልጥወን እዮም ስግር ስግር ኢለየን ግን ክንደግመን ንኽእል ኢና ኩሉ ምስ ኣስለጥኩም ዶ ምእንቲ ክትብሉ ኣጽዋር ኣምላኽ ልበሱ ምስ በለ ደጊም ሕቆኹም ብሓቂ ተዓጢቅኩም ድርዒ ጽድቂ እውን ተኸዲንኩም ቁሙ ሓቅና እቲ መሰረት እምነትና እዩ ጎይታ ይባረኽ ኣሜን ቃል ኣምላኽ እዩ ድርዒ ጽድቂ ከኣ የሱስ እዩ የሱስ እዩ ጽድቅና እግዚኣብሔር ኣምላኽ ይባረኽ የሱስ ለቢስካ ከለኻ ከኣኒ ነቲ ጽድቅኻ ምሕላው ተላ የስምዕ እዩ ማለት እዩ ብእምነት ጸዲቕናስ ብጽድቂ ከኣ ምምልላስ ፍረ ጽድቂ ከኣ ምፍራይ ምስናይ እዚ ነቲ ናት ኣበየ ደለኹ ነቲ ናይ ወንጌል ሰላም ምድላው ኣብ ኣእጋርኩም ከም ኣሳእን ኣእቲኹም ደው በሉ። ሰላም ምስ ሰብ፣ ሰላም ምስ ኣምላኽ ጌርካ ጫማ ናይ ወንጌል ሒዝካ ከኣ ትወጽእ ወንጌል ክትምስክር። ምስናይ እዚ እውን ምስናይ እዚ ኩሉ እውን ነቲ ናይቲ ክፉእ ርሱን መንትግ ዘበለ ከተጥፍእሉ እትኽእሉ ዋልታ እምነት ኣልዕሉ። ሕጂ እቲ ናይ ቀደም ናይ ወተሃደራት ዋልታ እቲ ድውርወር ፍላጻ እዮም ዝከላኸልሉ ኔሮም ማለት እዩ ሕጂ ናትና ከኣ ንፍላጻ ናይ ኣጋንንቲ ትከላኸለልና ከኣ እምነትና እያ ኣብ ልብና እምነት እንተለና ትብዓት እንተለና ኣብቲ ቃል ደው እንተኢልና ቀሊል እዩ ክምለስ ማለት እዩ ኣይ ከምዚ እዩ ድብል እቲ ጽሑፍ ኣነ ከምዚ እየ ድኣምን ከምዚ እዩ ዝኸውን ክትብል ከለኻ ተቢዕካ ኣብ ልብኻ እቲ ሓሳቡ ኣብ ልብኻ ከይኣተወ ተመሊሱ ኣሎ ማለት እዩ ድሕር ኣስተናጊድካዮ ግን ኣብ ውሽጢ ኣትዩ እዩ ዝሰርሕ ስለዚ እታ ንጸላኢ ፍላጻ ክድርቢ ከሎ ንመልሰላ መሳርያ እንታይ እያ? ዋልታ እምነት እምነት ማለት እያ። ኣምላኽ ይመስገን ድሕሪ እምነት ከኣ እንታይ ተጻሒፋ ኣላ? ምድሓ ናይ ምድሓን ቁራዕ ርእሲ ኣቱ ተስፋ እታ ተስፋ ምጽኣቱ ንጎይታ ነቒሕና ምጽናሕና ምድሪ ምድሪ ከይንጥምት እያ ትገብረና ከይንወድቕ እያ ትገብረና እግዚኣብሄር ይመስገን። ድሕሪኡ ከኣ ናይ መንፈስ ሰይፊ ማለት ቃል ኣምላኽ ሓዙ። ቃል ኣምላኽ ክንእውጅ ከለና ከኣ ሰይፊ ኮይኑ እዩ ነቲ ናይ ሰይጣን ኩሉ ፍሕሶታት ድበታትኾ እግዚኣብሄር ይመስገን ኣሜን። ድሕሪኡ ናብ ጸሎት እቶ ማለት እዩ እዚ ኩሉ ምስ ገበርካ። ብቋንቋ ከኣ ክሳዕ ዝመርሓካ ክሳዕ ዝኸኣልካዮ ዋላ ንሰዓታት ጸሊ ዋላ ንመዓልትታት ጸሊ። ብቋንቋ ብምጽላይስ ኦቨርዶዝ ኣይንኸውንን ኢና። ይጽብቀልና እምበር ኣምላኽ ይባረኽ ኣሜን ስለዚ ጎይታ ይባረኽ ናይ ሎማዓልቲ ርእስትና እንታይ እዩ ብጎይታን ብጽንዓተ ሓይሉን በርትዑ ባዕልና ብርቱዓት ኣይኮንናን ጎይታ ግን ሓይልና እዩ ጎይታ ግን ብርታዔና እዩ ስለዚ በዚ ይምጻእ በዚ ይምጻእ ማዕበል ብጎይታን ብጽንዓት ሓይሉን በርትዑ ትቕልስና ምስ መናፍስቲ እከይ ኣብ ሰማያት ይንበር ምስ ስጋን ደምን ኣይኮነን ምስ ከባቢና ኣይኮነን ፊዚካል ኣይኮነን ኩሉ ትውግእሲ መንፈሳዊ እዩ ጥዑይ እየ ክትብል ከለኻ ምጽእ ኢሉ ገለ በቃ ሕማቕ ስምዒታት ኣካላትካስ እንታይ ድኾን ደለኹ ካበይ መጺኡ እንታይ ኾይነ ትብል ትጭነቐሉ መዓልታት ኣሎ ዘይረኣዩ መናፍስቲ ኣለዉ ጽቡቕ ክጽልቀኒ እየ ክትብል ከለኻስ መጺኡ ጽዕንዕንዕንዕን እዚ ኣየራት ክብድብድብድብድብድብድ ብለካ ካበይ መጺኡ እንታይ ኾይነ ትማሊ ጽቡቕ ዶ ይጸለኹን ከምኡ ዶ ኢልኩም ትፈልጡ ኣለዉ ዘይረኣዩ በቃ ግን ኣብ መንፈስ ኣቲኻ ሱቕ ኢልካ ምስ ጎይታ ፍሎው እንተጌርካ ቃሉ ሒዝካ ብጎይታ በርቲዕኻ ቅንጥጥጥጥጥጥ እንዳበለ ከኣ ከይድ ሽዑ እግዚኣብሔር ይመስገን ኣሜን ተስኢና ዶ ንጸሊ እስከ ተስኢና ንጸሊ ብጎይታን ብጽንዓት ሓይሉን እስከ ንጸሊ ሕጂ ከኣ ባዕልና